ያብላሂ እዚ ንፋስ ናይ ዓድና ንደገ ዝሸየጥ ነይሩ እንተዝኸውን ኩለን ሃገራት ጣምጣም በሉ ኩለን ከምዚ ማዕድን ኤክስፖርት ዝኸውን ዶ ልዕሊ ዝኾነ ይኹን ዓይነት ማዕድን ምተጠልቡ

ኣወለን እዚ ሙኽዓት ኣየድልየካ ዋላ ምቅማም ኣየድልየካ ናይ ባዕሉ ንጥዕና ዝሰማማዕ ናይ ተፈጥሮ ጸጋ እዩ። ኣበይ ሕማም እምበር ወላሂ ዓድና ባጤራም ባጤራም።
እስማዒል ዓርከይ ካብዛ ወጻኢ በጺሕካ ካብ ትመጽእ ብዙሕ ነገራት ንኸተመዛዝን ኣኽኢላትካ እያ። እህ ግርማይ ጸጋኻ ንኸተስተማቕር እኮ ክትርኢ ኣለካ። እወ ነቲ ናትካ እስኻ እንድሕር ዘይትፈልጥ ኮንካ ነቲ ኣብ ኢድካ ዘሎ እውን ኣይትፈልጦን ኢኻ። ኣብ ኢድካ ዘሎ ወርቂ ዳርጋ ጨርቂ ከም ዝበሃል። ጽቡቕ ኣለኻ ልክዕ ከምዛ ዝበልካያ ኣብ ኢድካ ዘሎ ወርቂ ዳርጋ ጨርቂ። ኣነ እንታይ ምበልኩ መስለካ ኤክስፖርት ዝኸውን ነይሩ እንተዝኸውን ካልኦት ዘይረኸብኦ ፈጺሙ ዘይብለን ካሊእ ነይሩ ካሊእ ነይሩ ካሊእ ኣሎ

ካብ ማዓድናት ድዩ? እታ ካብ ማዓድናት ካብ ማዓድናት ንላዕሊ እንዳበልናካ ማዓድናት ዳኣ ንሰደድ ይኸይድ እንድዩ እዚ እኮ ኤክስፖርት ዝኸውን ኔሩ እንተዝኸውን እኮ ኢና ንብል ዘለና። እሞ እንታይ ዳኣ ኮይኑ ወደይ። ምናልባት ኣነ እንታይ ምበልኩ መስለኩም ኣብሽር መምህር ኣብዚ ሃገርና ኣዝዩ ብዙሕ ክዕቀብ ዘለዎ ካልኦት ሕብረተሰባት ዓለም ዝኸሰርኦ ዘኹርዕ ባህልን ያታን እዩ ዘለና። ተዓወት ተዓወት መምህር ኢለኻ ከመይ ጌርካ ሓሲብካያ እዛ ሓሳብ እዚኣ ከምዚ ዝበልካዮ እዚ ኣብዚ ሕብረተሰብና ዘሎ ፅቡቕ ባህሊ ኣብ ካልእ የለን ዝከባበር ዝተሓላለ ዝተሓጋገዝ ህዝቢ ሃገርማ እወ
እዚ ትብልዎ ዘለኹም ጽቡቕ እንድዩ ግን ኩሉ ሕብረተሰብ ነናቱ ናይ ገዛእ ርእሱ ዘኽይዶን ዘማዕብሎን ዘኹርዖን ናይ ገዛእ ርእሱ ባህሊ ምንድራ ከምዚ ናትና የለን ያኺ ታይ ትብል ኣለኻ ግርማ ንሽማግለታት ወለዶም ቁሊሕ ዘይብሉ ሕብረተሰባት እኮ እዮም ዝብሉ ኢላ ብዛዕባ ነብሶም ተዘይኮይኑ ብዛዕባ ሓዎም ሓብቶም ወደቆም ዘይሓስቡ እንታይ ባህሊ ኣለዎም ክትብሎም ትኽእል እዚኦም። መቸም ንሓደ ባህሊ ካብቲ ሓደ ይበልጽ እዩ ክትብሎ ዘጸግም እኳ እንተኾነ ናህና ግን ናህና ግን ማህበራዊ ክብሪ ዘለዎ ዘሕብንን ዘኹርዕን ባህሊ እዩ ዘለና። እዋል ግን ኣነ እዚ እቲ ሓተኩም ዘለኹ ሕቶ መልሱ ንሱ ይኮነ። ኡሁ
ግርማይ ሓይልካና እኮ

ተደረ ተደረ።
እወ ከምዚ ዝበልኩሞ እንድዩ ምሳኻ ዘሎ ወርቂ ዳርጋ ጨርቂ ኤክስፖርት ዝኸውን ነይሩ እንተዝኸውን ክንደይ ዘይብለን ሃገራት እዚ ናህና ጫምጫም ምበልኦ ነይረን ዝበልኩኹ እንታይ
እሞ ዕራይ እባ ንገረና እዚ ነስተማቕሮ ዘለና ሰላም ኣላ
ኣላ ካብዚ ንላዕሊ እንታይ ኣሎ ኣላ
ያ ግርማይ እካ ዝበልካዮ ወሰደ ኣብ ኢድካ ዘሎ ወርቂ ንሕናኻ ዘቢድና ዘሎ ሰላም ኩሉ ዓለም እያ ዘሎ ኮይኑ ተሰሚዕና ገጅፍ ባኒ ብዘይ ሰላም እንታይ ዓብሰ ናይ ብሓቂ ናይ ብሓቂ መዘናን መወዳድርትን ዘይብሉ እዩ እዚ እሞ ኣነ እኮሲ ነዚሲ ከመይ ጌርኩም ከይሓሰብኩሞ ጸኒሕኩም ኮዩ ዝገርመኒ። ኣብ ኢድካ ደሎ ወርቂ ዳርጋ ጨርቂ እኮ ተባሂሉ እዩ ግርማይ። በል እስማዒል ዓርከይ ነዚ ጸጋ እዚ ገዲፍካ ኢኻ ኬድካ ኔርካ እሞ ኸኣ ኣብዚ ዕድመ እዚ።
ወላሂ ኸልድ እዚ ኣይተልዕልና ምስ መራሕናን ምስ ሰብ የብልናን ያ ጀማዓት ኣልከር። ኖኖኖኖኖ ኣይትጋገዩ ኣይትጋገዩ ስደት ኣብ ዝኾነ ዕድመ ተመራጺ ኣይኮነን። ዋላ ዋላ ኣብ ንእስነትካ ከማን። ያኸ ንዓይ ሓንቲ ዘኼደትኒ ምኽንያት ነዞም ደቀይ መጽለሊት ትኾኖም ገዛ ክገብረሎም በስ። እንታይ ገዛ ከተውርሶም እንታይ ደኣ እሞ ይትረፍ ንገዛ ዝኸውን ክንሰርሕ ኣብኡ ከይድና ናብ ለማኖ ምቕያርና ይሓልፍ
ኣታ ሕጂ ዋላ ሓንቲ ክገብረካ ኣይክእልኒ ርሕቕ ኢለ ስለ ዘለኹ ዳሕራይ ምስ መጻኹ ንውድእ ባቃ ባቃ ንስኻትኩም ድሓ እምበ ዝጥዕመኩም ነግበሩ ዳሕረይ ምስ መጻኹ ባዕለ ክታይ ክገብረልካ እየ ሕራይ ሕራይ እማላይ
ወላሂ ወፃኢ ከምዚ ምዃኑ ነይሩ ተዝፈልጥ ካብዛ ገዛይ ጠንቀስ ኢለ ይወ

ንዕኦም ክሓይሽ መጻኢኦም ከነጣጣሓሎም ኢልና ዘይኮና። ያኸ ተወልደ ደም ስኒ ካብ ጡብ ትብሎ ትውሕጦ በዚ ግን ከኣ ሓቅኻ ወይ ተጋጊኻ ከይንብለካ እቲ ዝገበርዎ ይነገርካና። እወ ኣነ ውን ከምኡ እየ ዝብል ዘለኹ። ኮንቱ እዮም እዚኦም በጃኻ ኢለካ ትማሊ ምሸት ብድሕረይ ንዓይ ከይነገረ። ማኪና ሒዙ ወፅ ኣሃ እዋእ መምርሒ ፍቃድ ከውፅኢ ድዩ? እንታይ ከውፅኣ ከዚ ትንፋስ ትውፃእ ኣደዮ ኣዑዙ ቢላህ መምርሒ ፍቃድ ከይሓዘ ማኪና ሒዙ ወፅዩ እንታይ ድዩ ደኣ ንዓይ መዓንጣ ከብደይ ዝቐርፀኒ ዘሎ ወኸ ኣኽረቱ እንታይ ኮነ ብሰላም ዶ መፅዩ ኣንታ እንታይ ብሰላም እንተዝምለሱ ደኣ እንታይ ከም ዝሕርቃኒ ንታ እስማዒል ዓርከይ ምስ ከምኡ ዝኣመሰሉ ሰባት ብራሽ ዝኾኑ ሰትዩ ሰትዩ ሰትዩ ገፊጦም ገፊጦም ሀ፣ ተጋጭዮም ኣታ ስማ ዋ
ኣይትብል ኣንታ ንህይወቶም ከድሓን ድዮም ኣንታ ባዕሎም ፈልጡ ደራቢ ዋእ ከምኡ እባ ኣይትበል ህይወት እኮ እዩ ዘይትካእ ነገር ሓቁ እዩ ወላሂ ህይወት መተካእታ የብላን ቋዕ ጥራይ ረቢ ውፅኦም ዘረባ ወለዱ ዘይሰምዕ ውላድ እንታይ ይዓብስ

እዚኦም ላኪን ንስኻ ፋሕተርተር ኢልካ ዘምጻኻሎም ኣሎ ካብ ኣጋዚኦም ር ገንዘብ ካብ ኣጋዚኦም ገንዘብ ርሂጽካን ጽዒርካን ከም ዝመጽእ ኣይፈልጡን እዮም ብዛቱ እያ
ንሱ እንዲዩ ደኣ መዓንታ ቀልቢ ዝቐርጸን ዘሕመኒ ዘሎ ካልእ ደኣ እንታይ ኣሎ ድዩ ካብኡ ንላዕሊ ዘጉሂ ስማዕ እሞ ተወልደ ብዓቢኡ እንቋዕ ነብሶም መሓሮም እንቋዕ ደሓን ኮኑ ኣነ ግን ሓንቲ ሕቶ ክሓተካ
እንታይ ኢኻ ትሓተና እታ መምህር? ንደቅኻሲ
እንታይ ኢኻ ክተውርሶም ትደሊ ወይ ትሓስብ? ዋይ እዚ መምህር እንታይ ሕቶ ኢኻ ትሓተኒ ዘለኻ? ወይ ደኣ ከምዚ ንብሎ ዘለና ብላሻት ኮይኖም እምበር ንመን ኢና ንደክም ለይትን መዓልትን ንፅዕር ዘለና በዚ ገዲፈ በዚ ዝፅዕር ዘለኹ ንመን ድየ ለይትን መዓልትን ዝደክምን ዝጽዕር ዘሎ በዚ ገዲፈ በዚ እንድየ ዝሰርሕ ዘሎ ከመይ ዝበለ ገዛ ሰሪሐሎም ኣለኹ ይመስገን ኣምላኽ ከኣ ጻዕረይን ረሃጸይን ተመሲሉለይ ከኣ ክልቲኡ ትካል ኣሎ ንመን ድዩ ግድጽ ንዖም ዶ ኣይኮነን ስለዚ ሲ እቲ ንስኻ ከተውርሶም ትደልስ እዚ እዩ ማለት እዩ ዋይ እዚ መምህር ወላዲ ደኣ እሞ ካብዚ ንላዕሊ እንታይ ዶ እገብር እዩ? እዚ እውን እኮ እቲ ንፉዕ ወላዲ እዩ ዝገብሮ እምበር ማንም ወላዲ ዝገብሮ ኣይኮነን። ያኸ ረቢ ይሓገዘና እንበር ከምዚ ናትካ ከነጥሪ ንደቅና ክንብል ደገ ከይድና ላኪን ኣይሰለጠና ማዓለሽ። ትጋገዩ ኣለኹም ኣቱም ሰባት ወላዲ ንውላዱ ገዛን ንብረትን ጥራይ ድዩ ከውርሶ ዘለዎ ግርማይ ኣቦኻ ርገም ኣቦኻ መርቅ። ኣቦኻ የጽንሓልካ ጽቡቅ ንሕና ንስኻ ከኣ ንደቅኻ ተጽንሓሎም። እሞ ንስኻ እንድሕር ገዛ ኣጽኒሕኻሎም ንሳቶም ከ እንታይ ክሰርሑ እዮም? ወላዲ ገዛ ንብረትን ጥራይ ኣይኮነን ከውርስ ዘለዎ ብዙሕ ነገር ከውርሶ ዝኽእል ነገራት ኣለዎ። Yes
እንታይ
ንኣብነት?
እወ ብዙሕ ነገራት እንድዩ ክውርሶ ዘለዎ እሞ ካብቲ ብዙሕ እስከ ሓንቲ ተዛረብ። ስምዑኒ
ካብ ዓሳ ዝቡካ ኣጋፍፍ ዓሳ ተዝምህሩኻ ዝበሃል ኣዘራርባ ከም ዘሎ ትፈልጡ እንዲኹም። እወ ስለዚ ወላዲኻ ንብረትን ሃብትን ካብ ዝምህረካ እቲ ንብረትን ሃብትን ከመይ ጌርካ ከም ተጥርዮ ንዘለኣለም ዝኸውን ትምህርቲ ክምህረካ እዩ ትደሓሸ ጻዕሪ ስራሕ ትምህርቲ ስነ ስርዓት ጥበብ ፍቅሪ እዚ ክብህር ዘለዎ እቲ ንፉዕ ወላዲ ጨብጦ ጨብጦ ግርማይ እወ ሰምዑ ኣለኹም እዚ ዝዓበየ ውርሻ ናይ ወላዲ እዚኣ
እቲ ገዛ ትግርፈሎም መባእሲኦም ክኸውን ይኽእል እቲ ትገድፈሎም ትካል እውን መልመሲኦም ክኸውን ተኽእሎ ኣሎ። ሓደ ወላዲ ንደቁ ትምህርቲ እዩ ከውርሶም ዘለዎ። ሰሪሕካ ከም ዝንበርን ከም ዝጥረን ከስርጸሎም እዩ ዘለዎ። እሩም ጠባይ፣ ባህርን ስነ ምግባርን እዩ እቲ እንዳሻዕ እንዳተኾልዐን እንዳሰሰነን ዝነብር ውርሻ። ተወልደ እስማዒል።
ወላሂ ግርማይ